ኣብ ፖለቲካ ትግራይ ዘይተወደአ ዕዮ ገዛ ኣለኒ፣ ካብ ፖለቲካ ትግራይ ክርሕቕ ኣይደልን፣ ኣቶ ጌታቸው ረዳ በዓል ውዕለታ ሃገር ንዝኾነ ጅግና ህዝቢ ትግራይ ድምፂ ኮይንካ ካብ ምግልጋል ንላዕሊ እንታይ ዘኹርዕ ነገር ኣሎ ሃንደበት ካብዚ ዓለም ብሞት ዝተፈለየ ሰሎሙን ተካልኝ ወዲ ጋሞ ምስ ኬንያ ወዲ ጅጅጋ ምስ ሶማሌ ወዲ ጋምቤላ ምስ ደቡብ ሱዳን እንትራኸብ ምንም ኣይግደሰሉን ወዲ ትግራይ ምስ ኤርትራ እንትራኸብ ግን ኢትዮጵያ ትንቅጥቀጥ ከም ፌስታል ዝሽምረር ዘሎ ዝተብሃለ መከላኸሊ ሓይሊ ኢትዮጵያ ላዕለዎት ኣመራርሕኡ ኣብ ትሕቲ ፋኖ ይወድቁ ከም ዘለው ይግለፅ ርእሰ ከተማ ሶማልያ መቓድሾ ኣብ ትሕቲ ቁጽጽር ኣልሸባብ ክትወድቕ እናተቓረበት ኣብ መወዳእታ ኣመሪካ ባንዴርኣ ክተትሕት ዶናልድ ትራምፕ ጸዊዖም። ሰላም ዝተኸበርኩም ተኸታተልቲ መደብና ዜናታት እዚ ዕለት በርእስተ ዜና ፈሊምና ሕዚ ድማ ናብ ዝርዝሮም ክነስግረኩም። ኣብ ትግራይ ዘይተወድዕ ዕዮ ገዛ ኣለኒ ካብ ፖለቲካ ትግራይ ክርሕቕ ኣይደልን ኣቶ ጌታቸው ረዳ ኣነ ካብ ፖለቲካ ትግራይ ክርሕቕ ኣይደልን ዘይተወድእ ኣጀንዳ ትግራይ ኣለኒ ካብቲ ሓዱሽ ሹመት ዝርዝር ስራሕ ኣይተዋህበንን ናይቲ ስራሕ ዝርዝር ኣነ ባዕለይ ዝጽሕፎ ይመስልኒ ናይ ስራሕ ብጽሒተየ ዘይሓዝኩ ምዃነይ ነቲ ናይ ትግራይ ፖለቲካ ብዓብይኡ ክሰርሐሉ ይገብረኒ ይብሉ ኣቶ ጌታቸው ረዳ ህዝቢ ትግራይ ዘይተወደኣ ኣጀንዳ ኣለዎ ክብሉ ኣብ ዩኤምዲ ሚድያ ዝሃብዎ ቃለ መሕተት ገሊጾም ኣሎም። ፈታዊ ህዝቢ ትግራይ ዝኾነ ስነ ጥበባዊ ሰለሙን ተካልኝ ምስ ስድራ ቤቱ በዓል ትንሳኤ እናኽበረ ኣብ ዝነበረሉ እዋን ብዝተሰምዖ ሃንደበታዊ ሕማም ህይወቱ ከም ዝሓለፈ ተሓቢሩ። ቅድሚ ምጅማር ኲናት ትግራይ ኣትሒዙ ኣብ ልዕሊ ተጋሩ ንዝፍፀሙ ዝነበሩ መጥቃዕትታት ንኹንን ዝፀንሐ ኣርቲስት ሰለሙን ተካልኝ እቲ ፅንተት ኲናት ምስ ተወልዐ እውን ኣብ ኣደባባያት ዓለም ድምፂ ውፅዓት ከስምዕ ዓለም ብዛዕባ ኣብ ትግራይ ዝነበረ ሙሉእ ከበባን ፅንተትን ክፈልጥ እናሰርሐ ፀኒሑ ኣርቲስት ሰሎሞን ተካልኝ ሓደ እዋን ኣብ ሰሜን ኣመሪካ ኣብ ዝተዳለወ መድረኽ መኸተ ተጋሩ ተረኺቡ ዘስመዖ መደረ ድማ ብብዙሓት ክዝከር ኣኽኢልዎ። ኣብዚ ቅድሚ ጅግና ህዝቢ ጠጠው ምባል ከመይ ኽብሪ ዘለዎ ይመስለኩም ብምባል ናእድኡ ዝገለፀ ኣርቲስት ሰሎሞን በዓል ውዕለታ ሃታ ሃገር ንዝኾነ ጅግና ህዝቢ ትግራይ ድምፂ ኮይንካ ኣብ ምግልጋል ንላዕሊ እንታይ ዘኹርዕ ነገር ኣሎ ክብል ንተጋሩ ዘለዎ ክብሪ ምግላፁ ዝዝከር እዩ። ኣብ ቅድሚ ወላዲት ጀጋኑ ኣዶ ትግራይ ኮይንካ ሓቂ ካብ ምምስካር ንላዕሊ ዘሕጉስ ነገር የለን ዝብል መደረ ዘስመዐ ሰለሞን ተካልኝ ብኻልኦት ወገናት ብዙሕ ፀቕጥን መጥቃዕትታትን በፂሑዎ እዩ። ኮይኑ ግን ብዙሕ ከይተሰኮነ ኩሉ ተፃዊሩ ድምፂ ህብዚ ብምዃን ታሪኽ ሰሪሑ። ህዝቢ ትግራይ ኢሉ እውን ተጋደልቲ ትግራይ ምእንቲ ሃገር ከብሉ ዕድመ ንእስነቶም ኣካሎም ዝገበሩ ደሞም ዘፍሰሱ ተጋደልቲ በቲ ሃገር እንተሓስሩ ክብሮም እንተቕንጠጥ ብመንነቶም ክዳሃሉ እናረእኹ ሱቕ ክብል ሕልናይ ኣይፈቕደለይን። ኣብ ጎኒ እቲ ጅግና ዘፍሪ ማህጸን ዝተዓደለት ክብሪ ዝግባኣ ኣዶ ትግራይ እየ ዝስለፍ እዩ ነይሩ ነይሩ። ብቕጽበታዊ ሕልፈት ኣርቲስት ሰለሞን ተካልኝ ዝተሰመዐና ሓዘን ብስም ውድብ ህወሓት ብስመይ እናገለጽኩ ንመላእ ስድራቤቱን ኣድነቕቱን ጽንዓት ይምነ ዝበሉ ድማ ኣቦ መንበር ውድብ ህወሓት ዶክተር ደብረጽዮን ገብረሚካኤል እዮም። ህዝቢ ትግራይ ካብ እዝንን ዓይንን ማሕበረሰብ ዓለም ብምኽዋል ብልፍንቲ ንምፅናት ኣብ ዝተገበረ ርብርብ ኣርቲስት ሰለሞን ተካልኝ ድምፂ ኮይኑ ንዘስምዖ ታሪኽ ፈፂሙ ኣይርስዕን። ኣብ ጎኒ ሓቅን ርትዕን ተሰሊፉ ንዘካየዶ ተጋድሎ ድማ ሕድሕድ ትግራዋይ ኣይርስዖን ኢሎም። ወዲ ጋሞ ምስ ኬንያ፣ ወዲ ጅጅጋ ምስ ሶማልያ፣ ወዲ ጋምቤላ ምስ ደቡብ ሱዳን እንትራኸብ ማንም ኣይግደሰሉን። ወዲ ትግራይ ምስ ኤርትራ እንትራኸብ ግን ኢትዮጵያ ትንቅጥቀጥ። እዚ ንምንታይ ኮይኑ ክምርመር፣ ክጽናዕ፣ ክስረሐሉ ዝግባእ ዓብይ ዕዮ ገዛ እዩ። ፍርቂ ሕቑኡ ዝተጎዝየ ገበል መልሓሱ ወይ ጭርኡ ጥራሕ ሓይሊ ኮይኑ ጸላእቱ ጠምጢሙ ከጥቅዕ ከምዘይክእል ዝፍለጥ እዩ። ኣብዚ ሎምቕነ ዝውረ ዘሎ ሓድሓደ ዘይስሩዕ ርክባት ውልቀ ሰባት ዘደናገጾም ገለ ሰባት ኣብቲ መትከላዊ ርክብ እንታይ ክደግሙ ምኸኣሉ ኢልካ እንትትሓስብ ዘገርም እዩ። ዘይነቕሐ ንምንቃሕ ዕድል ዘይረኸበ ማሕበረሰብ ኣብ ቅድሚ ካልኦት እናተበልዐ እንትነብር ናይ ቀረባ ተመልከትቲ መሳወርቲ እቲ ባርዕ ምዃኖም ዝፍለጥ እዩ። ሎሚ እዚ ክረኣ ክጽናዕ ኣለዎ። ከም ፌስታል ዝሽምረር ዘሎ ዝተብሃለ መከላኸሊ ሓይሊ ኢትዮጵያ ላዕለዎት ኣመራርሕኡ ኣብ ትሕቲ ፋኖ ይወድቁ ከምዘለዉ ይግለጽ። ካብ ግዘ ናብ ግዘ እናተዳኸመ ዝኸድ ዘሎ ስርዓት ብልፅግና ብፋኖ ዓብዪ ቕፅዓት ይቕፃዕ ኣሎ ክብሉ ኣብ መግለፂኦም ይሕብሩ። ኣብ ግዝኣት ሽዋ ላዕለዋይ ወታደራዊ ሓላፊ ብልፅግና ጫኔ ለገሰ ኣብ ትሕቲ ቑፅፅር ፋኖ ከምዝኣተወ ብምስሊ ተሓጊዙ ኣብ ዝተወሰነ ምረዳእታ ይግለፅ። እዚ ናይ ብልፅግና ሰራዊት ላዕለዋይ ኣዛዚ ኣብ ሽዋ ግዝኣት ብፍሉይ ኦፕሬሽን ሒዝናዮ ክብሉ ይገልፁ። ፋኖ ዓቕሙ እናወሰኸ ብኣንፃሩ ብልፅግና ዓቕሙ ከም ፌስታል እናተሸምረረ ይኸድ ከምዘሎ ይገልፁ። ትማሊ ዕስራን ሓደን ሚያዝያ ክልተ ሽሕን ዕስራን ሓሙሽተን ዕጡቕ ሓይሊ ፋኖ ኣብ ከባቢ ደብረብርሃን ኣብ ዘካየዶ ፀረ መጥቃዕቲ ንሓደ ካብ ላዕለዎት ኣዘዝቲ ሰራዊት ብልፅግና ኣብቲ ከባቢ ዝኾነ ሻለቃ ጫኔ ለገሰ ዝርከቦም ብርክት ዝበሉ ወታደራዊ ክማርኽ ከሎ ቁፅሮም ብልክዕ ዘይተፈልጠ ድማ ከምዝደምሰሰ ብስም የኣማራ ፋኖ ህዝባዊ ድርጅት፣ ኣፋሕድ፣ ዝወፀ ካብ ሽዋ ዝተፈነወ መግለፂ ኣፍሊጡ። ብመሰረት ዝተፈላለዩ ፀብፃባት ይገልፅዎ ከምዘለው ሰራዊት ብልፅግና ኣብ ክልላት ኣምሓራን ኦሮሞን፣ ኣብዚ ሰዓት ከቢድ መጥቃዕትታት የጋጥሞ ከም ዘሎን ናይ ሞራል ውድቀት የጋጥሞ ከም ዘሎ የረድእ። ርእሰ ከተማ ሶማልያ መቓድሾ ኣብ ትሕቲ ቁጽጽር ኣልሸባብ ክትወድቕ እናተቓረበት እያ። ኣልሸባብ ግዝኣት ሶማልያ ምሉእ ብምሉእ እናተቖጻጸረ ኣብ ቀረባ ርሕቐት ሞቓድሾ ውግእ እናካየደ ምዃኑ ምንጭታት ካብ ሶማልያ ይሕብሩ። እቲ ኣሸባሪ ጉጅለ ነቲ መከላኸሊ ሓይሊ ሶማልያ ኣርዒድዎ ከም ዘሎ ናይ ሰራዊት ኣዛዚ እታ ሃገር ናይ ውልቂ ደብዳበ ክሳብ ዘእቱ ኣርዒድዎ ምህላዉ ይግለጽ። ሰራዊት ኢትዮጵያ ካብቲ ከባቢ ምውጻእ ኣልሸባብ ትንፋስ ክዘርእን ኣብቲ ከባቢ ክስፋሕፋሕን ዓብዪ በሪ ከም ዝኸፈተሉ ይዝረብ።

ናይ ፍልስጤም ፈታውን ተኸራኸር መሰል ፍልስጤማውያን ዓብይ ሰብ ሲኢንና ባሲም ናኢም ንመሳኺን ስደተኛታት ብዝዘለዎም ጥብቅና ናይ ድኻታት ጳጳስ ወይ ድማ ፖፕ ኦፍ ስላምስ ብዝብል ቕጽል ከም ዝፍለጡ እዩ ዝዝረብ እምበኣርከስ ክቡራት ተኸታተልቲ መደብና ዜናታት እዚ ዕለት ኣብዚ ከንቢትና ሰሰናዩ ንዓኹም ሰላም ንዓኺ ትግራይ።